ሰላም ኩላትኩም ኣብ ዩትዩብ ብመስኮት ቴሌፎንኩምን ዲጂታላዊ መሳርሒታትኩምን ትከታተሉን ዘለኹም ከመይ ኣለኹም ኣነ ንማሕበራዊ መራኸቢታት ጋሻ እየ ኢንተርነት ካብ ዘይጥቀም ነዊሕ እዋን ኮይኑ እዩ እዚ ምሳይ ተሻሪኹ ተመሱጥኡ ከቕርብ ተዳልዩ ዘሎ ኣቦሓጎይ ኣቦይ ብላታ ገሪሱ ስሙ ከኣ ጨሪሱ ንኢንተርነት ይኹን ንማሕበራዊ መራኸቢታት ኣይፈልጦን እዩ። ከምዚ ሕጂ ከይኮነ ዘበነ ሓበሬታ ኣብ ዘበኑ ሓበሬታ ብዃደረን ኣራዳእን ብፈረሰኛን መለኽተኛን ዘገም ኢሉ ስረይ እናበለ ከሎ እዩ ንእስነቱ ሓሊፉ ዘመን ምዕብል ኣብ ዝብለሉ ዝነበረ እዋን ከኣ እርጋን ኣርኪባቶ ሃንደበት ናይ ምዝካር ክእለቱ ከኣ ጠሊምዎ ኣብቲ ናይ ንእስነቱ መዋእል እዩ ዝነብር ዘሎ እቲ ዘገርም እርጋን ብሓንቲ እቶ ንኻል ሕማቕ ሕልፊ ኣይሃበቶን በዓል ሙሉ ጥዕናይ ማለት እዩ እዝኑ ቁርብ ይሰምዑ የዒንቱ ከኣ ሽንቲ ማዩ ይድፍኦ ኣለዋ ነባሓጎይ ካልእ ከብቲ ሕማም ኣለካ እንተልካዮ ሕማም ዲኻ ንብልካ ሕማም ደኣ ዋና ድልየሉ እዩ ዝብለካ ቅጫ ስጎሙ እናኳሰየ ኣብ ሬቕ ኣፉ ዝተረፈ ስኒን ይኹን ኩርምቲ ስለ ዘይብሉ ሓቂ ምዝራብ ሓይሽ ዝሕዮ ዘሎ ይመስል እንታይ ደኣ ዝዃሲ ወይ ከኣ ዝቕንጥዕ ዘሎ እምበር ኣንቶብ ይብላታ ኣምላኽ እውን ጥሊሙካ ይኸውን እዚ ዘይመውት ህያው ኮንካ ክትነብር ደኣ ተወሲኑልካ ይኸውን ኢለ ምስ ሓተትክዎ ከምቲ ልሙድ ሓንሳብ ክልተ ሳብ ዘረባይ ክሰምዕ ኣንታ እንታይ ኢኻ ትብል እናበለ ብሰዳገመ ህቡድ ኢኻ ደልካ ኣምላኽ ኣይተለመንን ወዮ ደኣ ቆልዓ ኾንካ በሪ ንልካ ራሲ እንታይ ኮይነ እየ ክመውት ኣይወዲ ሰብ እንዴ ግዲ ወዲ ሰብ ዶ ጠመውት እዩ በለኒ ከምዛ ኣቦና ኣዳም ካብታ ዝተፈጥረላ ክሳብ ሕጂ ምሳና ዝነብር ዘሎ ንሱ እውን ንመልኣከ ሞት ናብኡ ገፁ ከይቐርብ ዋሕስ ዝትከሎ እዩ ዝመስል ኣንታ ኣቦይ ብላታ ሰብ ደኣ ከም ኩሎም ፍጥረታት ይመውት እምበር እንታይ ደኣ ኢለ ሓተትክዎ ዘረብኡ ኣደንጺኒ ወዲ ሰብ እንድየ ወዲ ሰብ ከ ሕያው ድዩ ንዝበለኒ ሰብ ረኣይ ደኣ እንታይ ክብሎ ኣንታ ብሃም ሰብ ህያው እዩ ሓሳባቱ እንተጸቢቑ ልቡ እንተጻዕድዩ ግብሩ እንተጥዕዩ ኣይመውትን እዩ ታይ ግድኻ ቁሩብ ዝም ኒሉ ድሕሪ ምሕሳብ ሰብ ዘይኮነስ ነልካ ግዜ ይመዋቲ ኢሉ መለሰለይ ኣነ ከዓ ድንግርግር ኢሉኒ እቲ ህያው ኢሉ ዝኣምኖ መዋቲ እዩ ክብለኒ ከሎ፣ እቲ መዋቲ እዩ ዝብሎ ድማ ህያው እዩ ክብለኒ ከሎ ስግንጥር ኮይና። እዚ ኩልና ንፈርሖ ሚስጢሩ ዘይርድኣና መዓስ ጀሚሩ ሊቃውንቲ ክበጽሕዎ ህርድግ ዝብልሉ ዘለዉ ግዜ ሲኣየ ሰብ ኮይኑ ክመውት ኣየ እዛ ዘይምምሃር በዓል ኣቦሓጎይ ነዚ ኩሉ ልቦናኦም ተማሂሮም እንተዝኾኑ ብተራይዝን ሜዳ ክሓስብ ጀመረ። ኣብ መንጎና ንቑሩብ ጓሕማት እዋናት ከደ ብዘይ ዝርርብ። ትሓስብ ደለኻ ሓካይ በለኒ ነዊሕ ዝም ምባል ኣስተውዒሉ። ወ እንዲህልካ ደጊም ሕሰብ ድሕ ኢልካ ደኣ ሕሰብ ተላብወኒ ክምልሰሉ ከይተጸበየ እሞ እዚ ዘልኩኻ ኸ ከመይ ረኺብካዮ ሰብ ድዩ መዋቲ ግዜ ኣባሓጎይ ብዛዕባ እሞ ይሓሰብኩ ሓመድካ ሕተ ብዛዕባ ትዘልኩኻ ኹም ነገር ሓዲካስ ብዛዕባ ይምባረክ ትሓስብ ሰኒሕኻ በለኒ ልክዕ ኩሉ ውሽጠይ ዘሎ ነገር ከንብቦ ከም ዝጸንሐ እወ እወ ሃብኒ ሰላም ጭርሓ በትሩ ሃሰስ ክብል ጀመረ ምስ ኣባሓጒዕላ ስለ ዘይመርዎ ለሚነ ኸሻኽሸ ኣቃባጢረ ምስኡ ከም ዝጸንሕ ገበርኩ ብዛዕባ እቲ ዝብሎ ሓሳባት ሓዲገ ብዛዕብኡ ምሕሳበይ ኣሕሪቑ። ሰባት ቁም ነገሮም ኣብ ሓሳባቶም እዩ። ንዕኦም ዘይኮነ ነቲ ዘንቅልዎ ሓሳባት ምጥማት ከም ዝሓይሽ ኣረዲኡኒ። ብድሕሪዚ እዚ ዘይተምሃረ ብዕድመ ዝሸምገለ ኣቦ ምዃኑ ረሲዐ ከም ኩሉ ሰብ ኣብ ነገራት ናቱ ኣጠማምታን ኣረኣእያን ዘለዎ፣ ኣብ ዝኾነ እዋን ሚዛኑ ዘይቕይር፣ ክብሩ ዘይነኪ፣ ምስ ግዜን እዋንን ዝጓዓዝ ሰብ ወዲ ሰብ ምዃኑ ኣመንኩ። ሸምጊሉ እዩ፣ ዓብዩ እዩ፣ ምስ ግዜና ኣይከይድን፣ ምስ እዋንና ኣይሰንን ዝብል ሓሳባት ድማ ወንጨፍኩዎ። ምኽንያቱ ሰባት ንዕኦም ዘይኮነስ ንሓሳቦም ምጥማት ኣነ ኣንቢበ ዝረኸብክዎ እምበር ኣቐዲመ ካብ ኣቦሓጎይ ክሰምዖ ዝግብኣኒ ሓሳባት እዩ ነይሩ። ግዜ ዝሃበኒ ምዕባለ፣ ዝቐሰምክዎ ትምህርቲ፣ ዘንበብክዎ መጽሓፍቲ ብዘየገድስ ከም ሓደ መወከሲ ክሪኦ ከም ዘለኒ ወሰንኩ። ብላታ ፒድያ። ኣቱም ሰባት መንነትና ንሕናነትና ኩሉ ነገርና ስሩ ኣብ ቀዳሞት ኣቦሓጎታትና እዩ ዘሎ ፅቡቁን ሕማቁን ማለት እየ ኣብዛ ዘላ ዘመናዊ ዓለም ሓድሽ ሓሳብ የለን እንታይ ዳ ከም እዋኑ ክኸውን ዝተመሓሸን ዝተወሰኸን እምበር ህድእ ኢልካ ሕሰብ፣ ኣብ መንጎ ሓሳባት የቑልፈኒ ወይ ከዓ ሰለሰኒ ከምዛ ቅድሚ ሕጂ ሓሲበ ዘይፈልጥ። ህድእ ኢለ ክሓስብ ፈቲነ። ሰብ ዝመዋትሲ ከመይ ኣቢሉ እዩ ህያው ዝኾነ ኢለ። እዚ ኩሉ ኣቐዲሙ ዝሞተ ሰብ ብህይወት እንተዝፀንሕ ደኣ ኣዱንያ ከመይ ማእኸለትን ኣይ ብሓጎይ ሓደ ሓደ ግዜ ሲ ሓሳበይ ክወዳእ ክሰገጥ መልኩ ብዛዕባ ዘንቀሎ ሓሳባቱ ዘይኮነስ ብዛዕባኡ ሓሰብ ምጅማር እዩ ሰገጥ ኣቢልኒ ቁልጡፍ ተምሃራይ እናኸውን ክመፅእ ኣለኹ መስለኒ ከምታ ዝመዓደኒ ብዛዕባኡ ምሕሳብ ሓዲገ ብዛዕባ ሓሳባቱ ከሰላስል ወሰንኩ ነታ ሃዲእኻ ሓሰብ ትብል ሓረግ ዘኪረ ንውሳነይ ዳግመ ግምት ገበርኩሉ ሓቂ ዘረባ ሓሊኻ ሕሰብ ማለት ኣስተንትን ማለት እዩ ካልእ ኣይኮነን። ምኽሪ ኣቦታትካ ምስማዕ መገድኻ የቕንዕ ንህይወትካ ስንቂ ይኾነካ እዩ ኢለ ክስተንትን ኣብ ዝፈተንኩሉ ኣብ ህይወተይ ሓደ ኣስተውዒለሉ ዘይፈልጥ ዘደንጹ ነገር ኣለኹ። ንሱ ከዓ በይነይ ኮይነ ዝሓስበሉ ግዜ ዳርጋ ዘይብለይ ምዃነ ህይወተይ ኩሉ ግዜ ብሰባት ዝተኸበ ጫቑጫቑ ዝበዝሖ ኮይኑ ይስምዓኒ። ሰባት ኣብ ኩሉ ክፋል ህይወት ያለው ዋላ ኣብ ክፍሊ ንጽህና ክሸይን ከለኹ ኣሎ ኣብ ዓራተይ ደቂሰ ከለኹ ኣሎ ምስ በዓልቲ ቤተይ ብሒትና ኣብ ነዕልለሉ ግዜ ሰባት ኣብ መንጎና ኣለዉ ኣይኮነን ሃዲኤ ክሓስብ ሃዲኤ ዝኸድሉ ግዜ እውን ሳሕት ኮይኑ ረኸብኩ ኣብ ሽቓ ክሽይን ኮፍ ክብል ከለኹ ሰባት ኣብ ሓሳበይ ኣለዉ፣ ኣብ ሞባይለይ ኣለዉ። ግዜ ዝሰኣንኩሉ ግዜታት ኣብቲ ኣጋጣሚ እየ ዝርእዮም። እቶም ኣብኡ ዝዛረቡኒ ዝዛረቡኒ ሰባት እዮም። ኣብ ዓራተይ ቅድሚ ምድቃሰይ ሞባይለይ ከፊተ ዝርእዮ ቪድዮ፣ ዘንብቦ ጽሑፍ ኣሎ። ኣብቲ ቪድዮ ዘዕልሉኒ ዘለዉ ሰባት እዮም። ቴሌፎነይ ዓጽየ ስርሐይ ኣብ ዝሰርሓሉ ግዜ ደዊሎም ደኣ ከይስእኑኒ ስለ ዝብል ኣብ ጎነይ ዝስክፉኒ ሰባት ኣለዉ። ኣብ ልበይ ኣብ ሓሳባተይ ኩሉ ግዜ ሰባት ኣለዉ። ኣነ ደኣ ንበይነይ ኮይነ ካብ ዘይፈልጥ መዋእል ድዩ ኮይነ በልኩ ንነብሰይ። መዓስ እሞ ሃዲኤ ክሓስብ ከስተንትን። ምስትንታን ክበሃል ከሎ ጽሞና ሂብካ ኩሉ ናይ ሰብ ነገር ግድድ ኣቢልካ ብዛዕባኻ ዘይኮነስ ብዛዕባ ነገራት ክትሓስብን ክስተስተንትንን ከለኻ እዩ። ኣንዳ ከምዚ ዝኸውን ግዜ ነይሩኒ ዶ ኣለኒ ዶ ብሓቂ ክህልወኒ ድዩ ንነብሰይ ከቢድ ሕቶ ኮነ ብድሕሪ እዚ ናይ ኣቦሓጎይ ማዕዳ ዝወሰድኩዎ ስጉምትታት ብሕት ዝበሉ ግዜ ክውሕስ ጀሚረ እየ ወላ ሓፀርቲ ይኹኑ መዚ ሰብኣይ እዚ ምዕላል ምስ ነብሰይ ብብዙሕ መገዲ ክፋልጠኒ ይኽእል ምክንያቱ ክልቴና ናይ ዝተፈላለዩ መዋእል ሰባት ኢና እዚ ናትና ኣብ ናቶም ኣይነበረን እቲ ናቶም ኣብ ናትና የለን ስለዚ ኣብ ዝጥዕመኒ ከላግሶም ከዕልሎን ጀመርኩ ተመስጥኡ ኣጠማምትኡን ነገራት ዘለዎ ኣረዳድኣ ፍልይ ዝበለ ከም ዝኾነ ምስ ረኣኹ ክስምሞ ጀሚረ ቅንይ ኢሉ ድማ ናብ ህዝቢ ዜቕርቦ እንታይ ከይብል እዩ ኢለ ፍቓድ ክሓቶ ጭድክላ ሃጠውለው ኢኻ ትብል ክንደይ ሊቃውንቲ ዘለውዎ ዓዲ ኣነ መሃይም ዝተዛረብክዎ መፅሓፍ ውፅና መሰሓቂ ሰብ ክትገብረኒ ሓሳባት እያ የተቐበሎኒ መሊሱ ካልእ ሓሳባት ኣብ ርእሰይ ብልጭ በለኒ ብልጭ ዝበለኒ ሓሳባት ከዓ ነገርክዎ ፈጺምና ክንረኣድ ኣይከኣልናን። ምኽንያት ዘይምርኣድና ንዕላሉን ንሓሳባቱን ኣብ ኢንተርነት ክጽዕኖ ስለ ዝበልኩዎ እዩ። ዝጸዓኑ ኣድገ በቕሉ እምበር ዝጸዓን ኢንተርነት ዝበሃል መጽዓኛ ሰሚዑ ከም ዘይፈልጥ ነጊሩ ሓንገደ። ኣቦይ ብላታ ኢንተርነት ዝበሃል ኣይፈልጥን እየ ኮምፒተር ትበሃል ነገር ይትረፍ ሬድዮ ወረ እውን ኣቲቡ ኣርኪብላ ኣይፈልጥን እዩ ምስኡ ዘሎ ፍልጠት ግን መወዳድርቲ ኣልቦ እዩ ኣስኳላ ኸይትኩ እቲ ንፈልጦ ግን ከዓ ክንገልፆ ዘይከኣልና ይኹም ድማ ንትፈልጦ ክትፈልጥ መኸዲ ምህሮ ማለት እቲ ምሳኻ ዘሎ ብኻልኦት ሰባት ክትምገብ ደስ ስለ ዝብለካ እንተኾንካ ብሃጊኻ ማለት እዩ እኮ በለኒ ባ ከመይ ጌርካ ትምህርቲ ኮይነ ዓለም ዝልውጣ ዘሎ እዩ እቲ ትመሃሮ ዘይ መላእኽቲ ድዮም ካብ ሰማይ ሒዞም ወሪዶም ንሕቶይ ብሕቶ መለሰለይ ከማኻ ሰባት ደቂ ትሽዓተ ወርሒ እዮም እኮ ደልዮሞ ካብኦም ንስኻ ብምንታይ ትሓምቕ ኣባሓጎይ ንስኻስ ካብኦም ብምንታይ ዶ ትሓምቕ ነርካ ኢኻ ናትካ ትምህርትታ ዘይትዳሉ ክብድሆ ፈተንኩ ሽዑ ብጓል መገዲ ዘዕለልናዮ ዕላል ንፅሑፈይ ጓል መገዲ ገይሩ ከየውትቶ ኣብ ገለ ክፋል ናይ መደበይ ከቕርቦ እየ ብዛዕባ ትምህርቲ ግን ኢዱ ክህብ ኣይደለየን። ኣንታ እቲ ቀደምሲ ብዘይ ትምህርቲ ካብ ምንታይኑ ተሪፍና ኢና መዓስ ንዘርእ መዓስ ንፅሕፍ ፅሒፍኩም መፅኒሕኹም ኣለ ኢኹም ተረኸበሙናሉ ክቕፅል ምስ በለ ዘረብኡ ተረዲእኒ ደሓን ደሓን ኢለ ክልፍኮ ብትሕቲ መልሓሱ ግን ጸውሊ ከይተረፈ መዓስ ከም ዝወድቕ ኢና እኮ ብዘይምኽሩ ንፈልጦ ኢሉ ስዒቡለይ። ኣነን ኣቦይ ብላታ ገርዩሱስን ተመሳስለና ሓንቲ ነገር ጥራይ እያ፣ ንሳ ከኣ ክልቴና ንማሕበራዊ መራኸቢታት ኣጋይሽ ምዃንና እዩ። እንተ ካልእ ዝኾነ ዘራኽብ ይብልና ንፋታዖ ግን ክንከውን በረ ኢና ብሓደን ዝረኣየና ሰብ ሽሬክን ዒሉን ክልተ ትኽትንፋስ ዕሩኽ ብማለት ብጭርቃን እዩ ዝቕድሞ ኣብቲ መጀመርያ ነቲ ዕላል ንዑ ናቱ ዕላል ንዓይ ጥራሕ ዘይበሃሃሉን ሃለኽሶታትን እዮም ነይሮም ፍቕሪ እንተሎ ህእ ኢልካ ክትሰማማዕ እንተጀሚርካ ግን ኣይኮነን ዶ ሓሳባት ቋንቋ ከማን ኣየገድስን እዩ። በሉ ኣነ ነባሓጉይ ኣቦ ብላታ ግሪዝስን ድሕሪ ነዊሕ ዕላል ክትዕ ናብ ማሕበራዊ መራኸቢታት ቀሪብና ክትዕና ሓሳብና ክነፍስስ ተሰማሚዕናስ እነሆ ሎሚ ሓዲልና ንጅምር ኣለና። መደብና ኩሉ ግዜ ኣብ ኣሚር ግራፊክስ ስቱድዮ ኣብ ሰሙን ሓንሳብ ተመስጦናን ዕላልናን ሒዝና ክንመጽእ ኢና። ኣነን ኣቦሓጎይን ዘካትዑና ብዙሓት እዮም። ኩሎም እኳ እንተዘይበልኩ፣ ገሊኦም ኣገደስቲ ዝብሎም ሓሳባት ግን ሒዘዮም ክመጽእ እየ። ክትዕና ከም ዘለዎ ከቕርበልኩም እንድየ። ክንዲ ትብላታ ዝተመሰጦ ዘስተንተኖ ኣስተንቲንኩም ሓሳባትኩም ውስ ክተብሉ ድማ ክጽበ እየ። ከም ኣቦና ዳዊት ዘማራይን ኣስተንታናይን ኩን እዩ ዝብል ኣቦሓጎይ። ንተመስጦና መፈለሚት ክትኮነና ዝመረጽኩዋ ዕላሉ እታ ኣብ መእተዊ ጽሑፈይ ዘልዓልኩ ዘልዓላ ነጥቢ እያ። ህድእ ኢልኩም ክትሓስቡላ ቀንዩ። ሰብ ድዩ መዋቲስ ዋላ ቢጺ? ቅድም ግዜ ዝተፈቴሩስ ዋላ ሰብ እዚ ክልተ ዓበይቲ ሕቶታት ሳይንስ ክሳብ ሕጂ ይመለሶ ኣቢ ብላታ ግን ግን ገይሩ መደምደምታ ገይሩሉ ስጋ ብላታ እዩ ዝብለኩም ተጸበዩ ንጥራይ ሊቃውንቲ ዘይመለስዎ ሕቶ ኣብ ዓድና ደንደስ ሩባ ማይ ጓይላ ዝነብር ዓኳይ ግርም ገይሩ ከብርሃልኩም እዩ ከምቲ ኣቦይ ብላታ ዝበሎ ህድኢልኩም ሕሰቡ ሰብ ይሓያል ግዜ ኣይኮነን እዛ ኣርእስቲ እዚኣ ተካቲዕኹም ነናትኩም ሪኢቶ ሒዝኩም ተጸበዩኒ ኣነ ድማ ናይ ኣቦይ ብላታ ሪኢቶ ሒዘ ዝመጽእ ዘሎ ሰሙን ክመጸኩም እዩ ክቡራት ተዓዘብቲ ኣቦይ ብላታ ዝህቦ ኩሉ ሪኢቶታት ናቱ ውልቃዊ ሪኢቶ ተመስጦን እምበር መደምድምታ ናይ ነገራት ከም ዘይኮነ ክሕብረኩም ፈቱ ርክብና ዝመጽእ ዘሎ ሰሙን እዩ ሰብ ዲሞዋቲ ግዜ ቅድም ግዜ ተፈጢሩ ሰብ ንምዃኑ ግዜ ከበዓል ድርሱ መዓስ እዩ ጀሚሩ? ኣስተንትኑ ሕሰቡ። ሼር ላይክ ሳብስክራይብ ምግባር ኣይትሕመቑ። ኣሚር ግራፊክስ ስቱድዮ ሓድሽ ናይ ዩቱብ ቻናል እዩ። ከም ስቱድዮ ግን ኣብ ስነ ጥበብ ሃገርና ዘይሃስስ ኣሰር ዝገደፈ ስቱድዮ እዩ። ከም ፊልሚ ትማሊ፣ ዳግመ ህይወት፣ ደባስ ዝኣመሰላ ዓበይቲ ፊልምታት ግዳይ ትማሊ ተኸታተልቲ እየን ትዝክርዎ ኢኹም ኩሉ ነዚአን ዘይዝክር ተዓዛቢ የለን ደባስ ኣብ ኣሜሪካ ሽልማት ዝረኸበት ፊልሚ ኣብ ስቱድያ ተሰሪሓ ዳግማይ ህይወት ራይሞክስ ዝተዓወተት ፊልሚ ኣብ ስቱድያ ተሰሪሓ ካልኦት ዓበይቲ ድምፃውያን ከም ኣባ ኣብርሃም ኣፈወርቂ ሄለን መለስ እስጢፋኖስ ኣብርሃም ካልኦት ኣዝዮም ዓበይትን ናእሹን ደርፍታት ክሊፓቶም ደርፍታቶም ኣብ ስቱድዮም ሰሪሖም እዚ ስትድዮ እዚ ናብ ዩቱብ ተመሊሱ ከም ኩሉ ግዜ ዝጠልቦ ን ስነ ጥበብ ሃገርና ናብ ዝለዓለ ደረጃ ከብጽሖ ናትኩም ናይ ተዓዘብቲ ደገፍ ሓገዝ የድልዮ እዩ ሼር ላይክ ሳብስክራይብ ብምግባር ዌልካም ባክ ኣምር ግራፊክስ ስትድዮ ክትብሉ ክጽበየኩም እየ ኣነ እውን መደበይ እናሓዝኩ ሰሙናዊ እዚ ክመጸኩም እየ ንሎሚ ወድሓንኩም